ሕራይ ክብረት ተኸታተልቲ ናብቲ መደብና ተመሊስና ኣለና ሕጂ ኣሜሪካ ከም ብሓድሽ ማዕቐብ ምግባር ጀሚራ ካብ ልዕሊ ኢራን ምስ ኢራን ዝተሓባበሩ ውልቀ ሰባትን ካምፓኒታትን ማዕቐብ ገይረልኹ ትብል ኣላ ጸጊምዋ እዩ ዘሎ ብኩናት ከም ዘይትክእል ፈሊጣ ኣላ ካልኡት ሃገራት ከማን ሕጂ እንዳ ገድፍዋ ክከዱ እዮም ምክንያቱም ሕጂ ምስቶም መሓዙታ እያ ትበኣስ ዘላ ምስቶም ምስኣ ጠጠው ዝበሉ እያ ትበኣስ ዘላ ንሳቶም እውን ከማን ክገድፍዋ እዮም ስለዚ እዚ ሕጂ ዝመጽእ ዘሎ ኩነታት ብጣዕሚ ሓያል እንዳኮነ እዩ እቲ ካልእ ኢራን ስለምንታይ እያ ሕጂ ኣብቲ ዝርርብ ዘይከደት እንታይ ድሌታ ናይ ኢራን እሱን ከነቕርበልኩም ኢና ገባትነት ዘኽተመሉ ጂኦፖለቲካ እንዳመፀ እዩ ቅድሚ ሕጂ ዝነበረ ብሓባራዊ ሽርክና ናይ ምስራሕ ማለት ሓባራዊ ሽርክና ኣይኮነን እዩ ግን እንተወሓደስ ውሱናት ሃገር ሒዝካ ትምዝምዝ ዝነበረ ናይ ፖለቲካ መንገዲ ሕጂ ናባኻ እተን ሃገራት ኣሊኻ ነቲ ህዝቢ ደምሲስካ ነቲ መሬት ጥራሕ ናይ ምሓዝ ናይ ምግባት ስትራተጂ ድማ ሓድሽ ወጺኡ ኣሎ። ንሱ ብዝተመልከተ እዚ ሓበሬታ ክልቲኦም ሓቢረ ናብቲ ናይ ኢራን ድሌት ናይ ኢራን ዓወት ክንከይድ ኢና። ናይ ኣሜሪካ ቤት ግምዣ ኣብ ልዕ። ንኢራን፣ ቱርክን ሕቡራት ዓረብ እምሪት ዝርከቡ ውልቀ ሰባትን ተቋማትን ማዕቕብ ገይሩ ኣሎ። ናይ ኣሜሪካ ግምጃ ቤት፣ ዩኤስ ትሬዘር፣ ሰሉስ መዓልቲ ኣብ ልዕሊ ኢራን፣ ቱርክን ሕቡራት ዓረብ እምሬት ዝርከቡ ዓሰርተ ኣርባዕተ ውልቀ ሰባትን ተቋማትን ናይ ኣውሮፕላናት ኣውሮፕላን ማዕቐብ ከምዝሃበት ገሊፃ'ላ። እዚ እዞም ኣካላት ኣብ ተህራን ናይ ጦር ኣፅዋራት ብምግዛእን ብምጉዕዓዝ ረገድ ሚና ነይርዎም ተባሂሎም ዝጥርጠሩ'ዮም ወይ ድማ ዝፍለጡ'ዮም። እዚ ናይ ግምጃ ቤት መግለፂ ከምዘምልከቶ እዚ ስጉምቲ ኢራን ናይ ባለስቲክ ሚሳይል ፕሮግራማ መሊሳ ንምህናፅ ከምኡ ውን ሻሂድ ድሮናት ኣጠቓቕማ ንምስፋሕ ትገብሮ ፃዕሪ ንምጉልባት ነዚ ንምድኻም ዝዓለመ ዩ ትብል ኣላ ዋሽንግተን። እዚኦም ድሮናት ብኣሜሪካ ጥቕምታትን በቲ ቀጠና መሰረተ ልምዓት መጥቃዕቲ ዝፍፅማ ዝነበራ እየን። እዚኤን ጠጠው ንምባል እዩ ኢሉ ምክርያት ሂቡ ኣሎ። እዚ ማዕቐብ ናይ ኣፅዋራትን ሰብ ኣልቦ ኣውሮፕላናትን መጓዓዓዚ ዘከናውኑ መሃን ኤር፣ MahanAir፣ ዝተብሃለ ንኣየር መንገዲ ምስኡ ምትእስሳር ኣሎ። ከምኡውን ሚሳኤላት ዘንቀሳቕሱ ነዳዲ ፔትሮሊየም ግብኣት ዘቕርቡ ኩባንያታት ዘነጣጠረ እዩ ኢሉ ኣሎ። ናይ ኣሜሪካ ግምጃ ቤት ጸሓፊ ስኮት ቤን ከምዝገለጾ ኣሜሪካ ናይ ገንዘብ ምንቅስቓስ ይከታተል ከምዘሎ'ውን ሓቢሩ'ሎ ማለት እዩ። ስለዚ ዓቕሊ ጽበት በርቲዓ ኣላ፣ ዓቕሊ ጽበት በርቲዓ ኣላ። እቲ ካልኣይ መደብ ድማ እዚ ሕጂ ቀደም ሃገራት ስቕ ኢላ ብኣልማማት ትበልዐን ውስናት ሃገራት ሒዝካ ትበልዐን ነተን ውስናት ድማ ተዳኽመን ኣብኡ ከለዋ ተዳኽመን ስትራቴጂ እዩ ነይሩ። ሕጂ እዚ ስትራቴጂ ውፅኢታዊ ኣይኮነሎምን ንዕኦም እቶም ሃገራት ሓይሎም እንዳደልደሉ ዓቕሞም እንዳደልደሉ ናብ ካልእ እንዳኸዱ ስለ ዝተሸገሩ ኣብ ዓለምና ክቡር ዝበሃላ ሃገራት ምጉባጥ ኣሜሪካ ሕጂ ንካናዳ ናይ ምጉባጥ ኦልሬዲ ጎቢጣታ ኣላ ብካርታ ንካልኦት ሃገራት እውን ከምኡ ጎቢጣ ንምሓዝ ኣብ ውሽጢ ኣሜሪካ ምክታት ስለዚ እቲ ሃብቲ ኣለና ማንም ዝብፃእ ዘርከበልና የለን እዩ እዚ ኣይኮነን እዩ እዚ ክኸውን ኣይክእልን እዩ እሳቶም ኩሉ ሻዕ ናይ ሰብ ሃብቲ እሳቶም ጥራሕ ኣብ ዓለም ክነብሩ እሳቶም ጥራሕ ድላዮም ክግበሩ እሳቶም ጥራሕ ኩሉ ነገር ክገብሩ እዮም ዘልዩ እዚ ኣይከውንን እዩ ዓለምና ሕጂ ኢራን ኣሪኣቶም ኣላ ኢራን ድሕሪ ሕጂ ዓቅሚ ከምዘይብላ ከምዚ ዓይነት ነገር ክትገብር ከምዘይትኽእል ታዲዳት ከምዝኾና ኣረዲኣ ኣላ። ንኺድ ናብ ኢራን ኢራን ንምንታይ እያ ናብዚ ኣብ እዚ ናይ ሰላም ስምምዕ እዚኣ ከደት ትራምፕ ርግፀኛ ኮይኑ ኢራን ከም ትመፅእ ተዛሪቡ ስምምዕ ከም ዝገብሩ እውን ርግፀኛ ኮይኑ ተዛሪቡ እንተዘይመጺኦም ግን መዕ እዚ ተኹሲ ጠጠው ምባል ክፈርስ እዩ፣ ኣብ ልዕሊ ኢራን ቦምባታት ክንዘንብ ኢና ክብል እውን ሃዲዱ እዩ። ኢራናውያን በዚ ውግእ ስዒሮም እዮም። ንኢራን፣ ንእስራኤልን ንኣሜሪካን ስዒሮም እዮም። ስለዚ ኣሜሪካ ድማ እቲ ስዕረታ ውሒጣቶ ስቕ ኢላ ኣላ። ግን ብካልእ መንገዲ ክትዕውት እያ ትደሊ። ብካልእ መንገዲ ማለት ጠረጴዛ ኮፍ ኢልካ እቲ እሳቶም ዝደልዮ ኩሉ ንክገብሩ እዮም ዝደልዩ። እዚ ድማ ኢራን ቀደም ገጢማቶ እዩ። በቲ ካልእ ግዜ እንዳገዝኡ እዮም ዘለዉ። ግዜ ግዜ እቲ ሰራዊቶም ተተኳሲ ዝእክበሉ ስትራቴጂ ዘውፅእሉ ሕጂ ብእግረኛ ንምእታው ፈተነ ክገብሩ እዮም። እዚ ክትሪኡ ኢኹም። ግን እዚ ፈተነ ንዖም ከዋጾም ድዩ ከዋጾም ኣብ ቅድሜና ክንይ ኢና ቺቺንያ ናይ ክልተ ሚትን ሓምሳን ሽሕ ሰራዊት ቀሪቦም ኣለዉ ሩስያ ማለት እዩ እሳቶም በዚ ክኣት ከሎ እቶም ብድሕሪት ክኣትውዎም እዩ ኣብ ኢራን ዝግበር ኩናት ወሳኒ ኩናት እዩ ወሳኒ ኣብዚ ወሳኒ ኲናት ቻይናን ሩስያን ስቕ ኢሎም ኣይርእን እዮም፣ ሰሜን ኮርያ። ስለዚ ኣሜሪካ ምስ እስራኤል በይና ኮይኖም ክዕወቱ ዝኽእሉሉ ተኽእሎ የለን የለን፣ ክህልዎን ኣይክእልን እዩ። ብቐዳምነት ብእግረኛ ኣትዮም ሰራዊት ኣሜሪካን እስራኤልን ክዕወቱ እዮም ማለት ዘበት እዩ። እስራኤል ኣብ ጋዛ ፈቲና እኮ እያ ህዝቡላን ሓማስ ንምጥፋእ ኣብ ሊባኖስ ህዝቡላ ንምጥፋእ ክንደይ ፈቲና እያ ኣይከኣለትን እዚኦም ንእሽቶ ጉጅለታት ዘይከኣለት ከም ኢራን ብቴክኖሎጂ ዓቕሚ ዘለዋ ሓገዝቲ ዘለዋ ቴስዓ ሚልዮን ህዝቢ ዘለዋ እቲ መሬታ ብጣዕሚ ኣሸጋሪ መሬት ዝሓዘት ኢራን ኣብኡ ኣትዮም ድላዮም ገይሮም ክወፁ እዮም ኢልካ ምግማት ዘይከኣል እዩ። ስለዚ ኢራናውያን ብወታደራዊ ውግእ ስዒሮም እዮም። ሕጂ ድማ ብዲፕሎማሲ ስዒሮም እዮም። ትራምፕ ዝጃሃረሉ ዝነበረ እቲ ውግእ ኣይናውሖን እየ ዝብሎ ዝነበረ ንዘይተወሰነ ግዜ እቲ ተኹሲ ጠጠው ምባል ኣናዊሐ ኣለኹ ኢሉ ኣሎ። እሱ ፈትዩ ከይኮነ ከይፈተው እዩ ዘናውሖ። ውግእ ክገብር ኣይክእልን እዩ፣ ዓቕሚ የብሉን እዩ። ስለዚ ፈትዩ ከይፈተወ እሱ ከናውሕ ክናውሓሉ ይደሊ። ኢራናውያን እዮም ሕጂ ዝውስኑ፣ ሕጂ ዝውስኑ ኢራናውያን እዮም። ኣሜሪካ በዚ ናይ መርከብ ምጭዋይ ጉዳይ እንተድኣ ቀጺላ፣ ኢራን ኣብ ልዕሊ ሓይሊ ባሕሪ ናይ ኣሜሪካ መጥቃዕቲ ክትገብር እያ። እዚ ቅድሚ ምግባራ ግን ኣብ ገልፍ ሃገራት ዘለዉ ብምሉኦም ህዝቢ ውፁ እንዳበለት እያ ውፁ እንዳበለት እያ። እዚ ማለት ኢራን ንከቢድ ውግእ ወይ ድማ ን ኒኩለር ንክትጠቀም እንዳ ተገደደት ትኸይድ ኣላ ማለት እዩ ስለዚ እንተወሓደ እዚኦም ሰባት ይውፁ እሞ ኣነ ናይ ኣሜሪካን ሰራዊት ጥራሕ ኣብኡ እቀመጥ እንዳበለት እያ ዘሎ ትራምፕ ድማ ብጣዕሚ ፈሪሑ ኣሎ ብጣዕሚ ፈሪሑ ኣሎ ቀዳማይ ብኒኩለር ክሃርም ይድለይት ኣለዎ ትራምፕ እሱ እንተዳገይሩ ድማ ኣብ ልዕሊ ኣሜሪካ ድማ ብዙሕ መጥቃዕቲ ክበፅሕ ይኽእል እዩ ምክንያቱም እቶም ካልኦት ሃገራት ኒኩለር ኣፅዋር ዘለዎም ሃገራት ዋዕ ንዕና እንታይ ኢና ንፅበየሉ ዘለና ክብሎም መጥቃዕቲ ክገብሩ ይኽእሉ እዮም ነዚ ዝፈለጡ ጀነራላት ድማ ንትራምፕ እቲ ናይ ኒኩለር ኣፅዋር ኮድ ከይወሃቦ ከልኪሎም ኣለዉ ምክንያቱም እሱ ዝኢሉ ፍልጠት ከይኮነስ ሰው ኢልካ እዚ በቃ ብምባል ዝግበር እዩ ዝመስሎ እዚ ኣይኮነን እዩ ፖለቲካ ገንዘብ ምእካብ ኣይኮነን ፖለቲካን ገንዘብ ምእካብ ነንበይኑ እዩ ገንዘብ ምእካብ እሱ ሽግር የብሉን እዩ ትእክብ ትኽእል ኢኻ ብዝኾነ መንገዲ ፖለቲካ ግን እስኻ ትደልዩ ከይኮነስ ካልእ ሰብ ዝሓስቡ ካልእ ኣይትፈልጦን ኢኻ ሕጂ ትራምፕ ዝዛረቦ ዝነበረ መፅዮም ክንዘራረብ ኢና ኣብ ፅቡቕ ዝኾነ ኣግሪመንት ክንገብር ኢና ኢሉ እዩ። እዚኣ ሓንቲ ናይ ሓይሊ ባሕሪ መርከብ ኣቐሚጥካ ናይ ኢራን መንገዲ ዓፂኻ ኮፍ ኢልካ ትነብር መሲልዎ እዩ። ከምኡ የለን ይዘብጥዎ እዮም፣ ክዘብጥዎ እዮም፣ በቃ ክዘብጥዎ እዮም። ነቲ ሓይሊ ባሕሪ ናይ ኣሜሪካ ክዘብጥዎ እዮም። እቲ ሽዑ ከምቲ ናይ ኣመሉ ሃዲሙ ክኸይድ እዩ። ኣምንዮ ከይዱ ጠጉኑለይ ቀልጢፍኩም ስርሑለይ ክብል እዩ። እቶም ካልኦት ኣብኡ ካብ ምስ ኢራን ንግዲ ዘለዎም ካብ በዓል ቻይና እንታይ ኣገዲሱካ ብኣና ትውስን ምን ኢኻ ስኻ ብኣና ትውስን ክብልዎ እዮም። ኣብ መዋጥጥ ተኣትዩ ከይተፈለጦ ትራምፕ ንዓለም ጠቂሙ ትራምፕ ኣነ ትራምፕ ምምፅኡ ብጣዕሚ እየ ተሓጒሰ ምክንያቱ ዓለም ነፃ ትወፀሉ ካብዞም ከበድቲ ነፃ ትወፀሉ ስራሕ እንዳሰርሐ እዩ ብተዘዋዋሪ ብዙሕ ሰብ ይፀልኦ እዩ ዘሎ ኣነ ግን ኣይፀልኦን ትራምፕ ምክንያቱ ከምዚ ምግባሩ ንዓና ክንዕወት ገይሮና ኣሎ እሱ ሚስ ካልኩሌሽን ጉጉይ ቀመር ግጉይ ዝኾነ ቀመር ተጠቂሙ ኣብዚ ሓዊ ነጢሩ ኣትዩ። ካብዚ ሓዊ ከመይ ገይሩ ውጻእ ፈጣሪ ይፍለጦ። ፈጣሪ ይፍለጦ። ክቡራት ተኸታተልቲ ኢራን ነዚ ስለ ዝፈለጠት ኣብቲ ዝርርብ ኣይከይድን እየ። ኣነ ዝበልኩኻ ግበር። ኣነ ዝበልኩኻ ጥራሕ ግበር። እሱን ኣብዚ ዘለዉ ናትካ ሓይሊ ባሕሪ ኣልዕሎ። ካባይ ደላዪ ክወጽእ ድላዪ ክኣትው ኣለዎ እስኻ ኣይኮንካ ትውሰነለይ ኢላቶላ ፈትዩ ከይፈተወ ነዚኣ ክቕበል እዩ ትራምፕ ከልዕሎ ሚስ ሓይሊ ባሕሪ ምእንቲ ሰላም ንዓለም ክብል ኢሉ ከልዕሎም እዩ ወሰላማ ምሸት ብካልእ መደብ የራኸበና ሰላም ዋዕሉ